ኣገዳሲ ዝርርብ ኣብ መንጎ ኣሜሪካን ኢራንን ብፅቡቅ ኣይተወደአን ምክንያት ናይቲ መወዲኡ ድማ ባዕሉ እቲ ድዑል ማለት እዩ ትሪእዎ ዘለኹም ዶናልድ ትራምፕ ነቶም ክልቲኦም ወገናት ኣብ ስዊስ እናተራኸቡ ከለዉ ኣብ ትዊት ከይዱ ኣብቲ ፎክስ ኒውስ ደዊሉ ብዝገበሮ ዘረባ ነቲ ኣኼባ ካብ ፅቡቅ መንፈስ ከም ዘበላሸዎ እዩ ዝንገር ዘሎ ስለምንታይ ከምዚ ገይሩ እንድሕር ኢልካ ብርግፅ ዝተፈላለየ ነገራት ክንግምት ንኽእል ኢና እንታይ ኢሉ እዮም ዝብሉ ዘሎ ኣብ መንጎ ነቶም ፎክስ ደው ኢሉ እንታይ ይብሎም ኣሎ ኣብ ገለ እንድሕር ዘይተሰማሚዕና እቲ ወሽመጥ ሕርሙዝ ብሓይሊ ወኒነ ክሕዘ ኣብ ኢድና ክንገብሮ ኢና ኣሜሪካ ነቶም መራሕቲ ክዛተዩ ኢሎም ከይዶም ዘለዉ ናይ ኢራን ድማ እንድሕሪ ኣብ ሓደ ስምምዕ ምሳና ክትበፅሑ ተዘይክኢልኩም ብሂወት ከም ዘይትምለሱ እውን ክንገብረኩም ንኽእል ኢና ዝብል ታህዲድን ፈኸራን ኢና ንርኢ ዘለና። ነዛ ዘረባ ምስ ሰምዑ መጀመርያ ክርእየኩም'የ ብኸመይ ጽቡቕ መንፈስ ተጀሚሩ ኔሩ እቲ ዘረባ ከመይ ጌሩ ከም ዘበላሸዎ ናው ዩ ተል ሚ ናይ እስራኤል ኢድ ኣይነበሮን ክትብሎ እዚ ከቢድ ከም ዝኾነ ምኽንያቱ ገለ መጠንቀቕታ ሰዲዶምሉ ኣለዉ ለይቲ ማለት ዩ ወይ ገለ ነገር ሂቦሞ ኣለዉ እምበር

ዝርርብ ክግበር ድሕሪ ክንደይ መስገድላት ኣብ ስዊዘርላንድ ኣብ ተራኺቦምሉ ዘለዉ ቦታ ኣክንዲ እቲ ዝርርብ ብፅቡቕ መንፈስ ክቕፅል ዘገድድ ከም ትሪእዎ ዘለኹም በዞም መልሓሱ ዝኾኑ ፎክስ ሚድያ ንዕኦም ደዊ ኢሉ ነቲ ትደልዩ ነቲ ኣነ ዝደልዮ ዘለኹም ተደይ ጌርኩም ነቲ ወሽመጥ ሑርሙዝ ብሓይሊ ክቆጻጸሮ እየ፣ ንዓኻትኩም ድማ ትንፋስኩም ክሳብ ዝውጽእ ክድብድበኩም እየ፣ ነቶም ክትዛረቡ ናብ ስዊስ መጺእኩም ዘለኹም ድማ ክትምለሱ ከለኹም ነፋሪትኩም ወሊዐ ብህይወት ከም ዘይትምለሱ ክገብረኩም እየ ዝብል ዘረባ እዩ። እዛ ዘረባ እዚኣ እታ ናይ መጀመርያ ምቁራጽ ናይ ተኹሲ ንክገብሩ ልኡኽ ናይ ኢራን ናብ ፓኪስታን ክኸይድ ከሎ ኣብዚኣ ስምምዕ ኣብ ፓኪስታን ኣብ እስላማባድ ንደልዮ እንተደይ ጌርኩም ብህይወት ከም ዘይትምለሱ ክንገብረኩም ኢና ዝብል ሓበሬታ በጺሕዎም ብዋሽንግተን ፖስት ገይሩ ድማ ወፂኡ ኣርቲክል ሽዑ ነዚ ፈሪሆም ክምለሱ ከለዉ እንታይ ገይሮም መንገዲ ቀይሮም እዮም ተመሊሶም እንታይ ማለት እዩ ወላ ሓደ ዝሃደመ የለን ኩላቶም ንሞት ድልዋት እዮም ነይሮም ክሃርሙዋ ከም ዝኽእሉ እታ ነፋሪት ናቶም ይፈልጡ ነይሮም ግን ክሳብ ቴህራን ፍላይ ትገብሩ ኣብ ዶብ ናይ ካብ ፓኪስታን ናብቲ ዶብ ዘላ ከተማ ናይ ኢራን ፍላይ ገይሮም ካብቲ ዶብ ወሪዶም ገሊኦም ብትሬን ገሊኦም ብመኻይን ገይሮም እዮም ንቴህራን ተመሊሶም እዚ ማለት እንታይ ማለት እዩ ኣሜሪካ ትእመን ሃገር ኣይኮነትን ዓሰርተ ግዜ ናይ ኣሜሪካ ክኢላታት እንታይ እዮም ዝብሉ ኩሉ ግዜ ኢራን ዝእመኑ ይኮኑ ደይቺ ደይ ከደናግሩ እዮም ዝፍትኑ ገለ ዝብሉ ንሶም ዝገብርዎ እዩ ዝርርብ ክጅምር ከሎ ክንቀትለኩም ኢና ኢሎም እዮም ከፈራርሁ ዝፍትኑ ዘለዉ ነቲ ዝርርብ ዝመርሑ ዘለዉ ድማ ክልተ ሓደ እቲ ኣፈኛ ናይቲ ባይቶ ናይ ኢራን ቺፍ ኔጎሽተር ናቶም ድማ እቲ ጋሊባፍ ዝበሃል ባገር ጋሊባፍ ዶክተር ባገር ጋሊባፍ እቲ ካልኣዩ ድማ እቲ ሚኒስትሪ ጉዳያት ወፃኢ ናቶም ዶክተር ሳይድ ኣራች ማለት እዩ ኣባስ ኣራች ክልቲኦም እዚኣቶም ሓደ ምሁራት እዮም ክልቲኦም ድማ ኣብ ዝተፈላለየ ኣጋጣሚ ንሞት ድልዋት ኢና ካባና ዝበልጹ ሓሊፎም ኣለዉ ኣብዚ ኣብዚ ውግእ እዚ ስለዚ ንሞት ተንፈርህ ነርና ኣንጻር እዚ ሓይሊ እዚ ዶብ ኣይምበልናን ኣብ ዝኾነ ግዜ ክትቀትሉና ትኽእሉ እዮም ጸገም የብልኩምን ንሕና ግን መትከልና ንቕይር ኣይኮናን ይብሉ ኣለዉ ስለዚ ኢሎሞም እዮም ዳትስዋይ ንሞት ፈሪሆም ሕገታት ክገብሩሉ ወይ እውን ኣብቲ ውዑል ኣብቲ ዝርርብ ናይ ጀኔ ናይ ስዊዘርላንድ ለውጢ ክገብሩሉ ሓሲቦም ነይሮም ሰም ከታይ ገይሮም ሃ ከተፈራርም ባር ጀሚርካ ፍርሂና ኣብዚ ካብቲ ኩሉ ዝነበርናዮ ጉዕዞ ቀፂልና ኣብ ጀኔቫ ኣብ ስዊስ ስለ ዘምፃኻልና እዚ ኣብ ሉዘርን ስለ ዘምፃኻልና ፍርሂና መርገፂና ክንቅይር ትሓስብ ተለኻ ነዛ መፂእናዮ ዘለና እውን ካንስል ጌርና ኣለና ኢሎም ነቲ ፅቡቕ ዝኾነ ብፅቡቕ መንፈስ ጀሚሩ ዝኸይድ ዝነበረ ዝርርብ ገዲፎሞ እዩ ዝበሃል ዘሎ ከርእየኩም እየ

ከም ትሪእዎ ዘለኹም ሃንደበት እቲ ዘረባ ናይ ዶናልድ ትራምፕ ስለ ተሰምዐ እቲ ሓበሬታ ድማ ነቲ ልኡኽ ናይ ኢራን ምስ በፅሖም ኢሚድየትሊ ነቲ ዝርርብ ዝነበረ ኣብ ፅቡቕ መንፈስ እዩ ነይሩ እዚ ትሪእዎ ዘለኹም ዋላ ብሓደ እንተዘይተሰኣሉ ኣብ ሓደ ቦታ ተራኺቦም ነይሮም እቲ ዝለዓለ ልኡኽ ናይ ኣሜሪካ ብምክትል ፕሬዚደንት ናይ ኣሜሪካ ጄዲ ቫንስ ዝተመርሐ ናይ ኢራን ድማ እቲ ዝለዓለ ልኡኽ ክልቲኦም ኣብ ፅቡቕ ዝኾነ ዝርርብን ኣንፈትን ከለዉ እዚ ዘረባ እዚ እዚ ናይዚ መትሓዚ ዘይብሉ መርገፂኡ ዘይፍለጥ ዕላምኡ ዘይፍለጥ መትከሉ ዘይፍለጥ ዶናልድ ትራምፕ ዝገበሮ መንገዲ ንምክትል ፕሬዚደንቱን ዓብ ልኡኽናቱን ሰዲዱ ከብቅዕ ኣብ መንጎ ብዝገብረሎም ዘሎ እቲ ጉዳይ ንከይሰልጥ ዝመስል ኣበላሽይዎ ኣሎ እቲ ጉዳይ ማለት እዩ እዚ እውን ኣካል ናይቲ ኣብ እስራኤል ዝግበር ዘሎ ፀቕጢ ወይ እውን እቲ ምስ እስራኤል ዝተሓሓዝ ሚድያ ዝገብሮ ዘሎ ክኸውን ይኽእል እዩ ክንግምት ጥራይ ኢና ንኽእል እቲ ሓቂ ግን ፅንሕ ኢሉ ክወፀና እዩ ብኣክሲዮስ ገይሩ ድዩ ብኒውዮርክ ታይምስ ገይሩ ድዩ ብዋሽንግተን ፖስት ገይሩ ድዩ ብዎል ስትሪት ጆርናል ገይሩ ድዩ ኣብ ገለ ሰሊኹ ክወፅእ ከምዚ ስለ ዝኾነ ከምዚ ገይሩ ዝብል ዘረባኻ ድሕሪ ዝተወሰነ ይመፅእ እዩ መብዛሕትኡ ግዜ ስለዚ ዝርርብ ክገብር ኢሉ ተንበርኪኹ ከም ዘይለመነ፣ ፈፈው ከም ዘይበለ፣ ምስ እስራኤል ክበኣስ'የ ባዕልኹም ትፈልጡ ንእስራኤል ነተንያሁ ባዕልኻ ትፈልጥ እናበለ ከም ዘይሃደደን ነዚ MOU ንክፈራረመሉ ብዙሕ ከም ዘይጸዓረን ኣብታ ላስት ሚኒት ምስ በጽሓቶ ባዕሉ ሳቦታጅ ባዕሉ ከበላሽዎ ዝመረጸ ፕሬዚደንት ኮይኑ ኣሎ ዶናልድ ትራምፕ። እዚ ድማ ዘገርም ኮይኑ ኣሎ ምክንያቱ ለትሲ ከመይ ዝበለ መንፈስ ጀሚሮሞ ነይሮም ክሳብቲ

ቧእ ኬመይ ዝበልዎ ዘበን ኢና ንነብር ዘለና እኮ እዩ ቆልዓ ድዩ ዘመሓድራ ዘሎ ዓለም ወላ እንታይ ኻ ክትምርዳእ ክሳብ ዝኣብየካ እዩ ዝኸውን እኔ እልምም ዳርጋ ብምሉእ እቲ ዘረባ ምስጋና ንዶናልድ ትራምፕ እዩ ክሳዕ ክንደይ በሊሕ ምዃኑ ነዚ ጉዳይ እዚ ናብ ዘብፅሖ ይቀዳደሙ እዮም መን ዝበለፀ ቃላት ይጥቀም እዩ ኣብ መወዳእታ ግን ኣብዚ

ብሓፈሻ ከም ትሪእዎ ዘለኹም ምክትል ፕሬዚደንት ናይ ኣሜሪካ ፓኪስታን ትገብሮ ዘላ ስራሕ ክሳዕ ክንደይ ዓቢ ምዃኑን ኣገዳሲ ምዃኑን እዮም ዘመስግኑ ዘለዉ እዚ ድማ ነብሱ ዝኸኣለ ፓኪስታን ከም ሕሱም ተቃሊሳ እያ ቀጠር ከም ሕሱም ተቃሊሳ እያ ነዚ ነገር እዚ ንክውድዎ ናብ ሓደ መዕለቢ ከብፅሕዎ ብዙሕ እዮም ዝፅዕሩ ዘለዉ እንዳ ክሳብ ሕጂ ግን ክሰልጦም ኣይከኣለን ኣሎ እንደ

ድሕሪ ክንደይ ብማዕዶ ማዕዶ ንዘራረቦ ዝነበርና ድሕሪ ነዊሕ እዋን ነዊሕ ዓመታት ልኡኽ ናይ ኣሜሪካን ልኡኽ ናይ ኢራንን ኣብ ሓደ ቦታ ኮፍ ኢሎም ክዘራረብሉ ዝተኻለ ዕድል እሞ ከዓ እስራኤል እዚ ኩሉ ፈተና እናገበረት ከላ ዝግበር ዝነበረ ብምዃኑ እውን ፍሉይ ኣገዳስነት ከም ዘለዎ እዩ ዝገልፅ ዘሎ ጄዲ ቫያንስ ጄዲ ቫያንስ ፖለቲካዊ መፃኢ ናቱ ኣብዛ ፀወታ እዚኣ እዩ ረኪስዋ ዘሎ ምክንያቱ እስራኤላውያን ደገፍቲ ናይ እስራኤልን ኮራኩር ናይ ነተንያሁን ብምሉኦም ንትራምፕ ስለ ዝፈርህዎ ንጄዲ ቫንስ እዮም ዘጥቅዑ ዘለዉ ንሱ እዩ ነዚ ኤምኦዩ ከተግብሮ ዝፅዕር ዘሎ እምበር ንዶናልድ ትራምፕ ሰሓቢልና ሓባቢልና ጠጦ መበልናዮ ካልኦት ኩላቶም ሚኒስትር ምክልኻል በሎ ናይ ሲኣይ ሓላፊ በሎ ሚኒስትር ጉዳያት ወፃኢ በሎ ብምሉኦም ተሓቢኦም እዮም ዘለዉ ብጀካ ጄዲ ቫንስ ካብቲ ምሕዳር ናይ ዶናልድ ትራምፕ ብጀኩ ነቲ MOU ዝቃለሰሉ ዘሎ ሰብ የለን ንሰላም ዝቃለስ ዘሎ ሰብ የለን ኩላቶም ናይ እስራኤል ኮራኹር ስለ ዝኾኑ ተሓቢኦም ኣለዉ ናይ ኮመርስ ሰክረታሪ በሎ ናይ ትሬጀሪ ሰክረታሪ ብምሉኦም ተሓቢኦም እዮም ዘለዉ ስለምንታይ እስራኤል ስለ ዘይትፈልጦ ስለ ዘይትፈትዎ እቲ ዲል ተሓቢኦም እዮም ዘለዉ ዮንሊ ጋይ ካብቲ ምሉእ ኣድሚኒስትሬሽን ዝቃለሰሉ ዘሎ ነዚ ሰላም ጀዲ ቫንስ እዩ ክገርመኩም ዝበዝሐ ሰብ ድማ ዝበዝሐ ኣሜሪካዊ እቲ ንኣሜሪካ ኣቐዲሙ ዝሓስብ ድማ ተረዲእዎ ኣሎ እቲ ገይም እንታይ ምዃኑ ተረዲዎም ኣሎ እስራኤላውያን ድማ ንበይኑ ኮርነር ገይሮም ክሃርሞ ፍትኑ ኣለዉ እቲ ህዝቢ ኣሜሪካ ድማ በይኑ ስለ ዝኾነ ኸዓ ዝያዳ ንዑ ደገፍ ይህብዎ ኣለዎ እቶም ንዶናልድ ትራምፕ ቀፃሊ ዝሃርምዎ ዝነበሩ ናይ ማጋ ኢንፍሉንሰርስ ንጀይዲ ቫንስ እዮም ሰፖርት ዝገብሩ ዘለዉ ንር ጊቪንግ ሂም ሰፖርት ሂ ኒድስ ነዚኣ ጉዳይ እዚኣ ንክሰግራ ዶናልድ ትራምፕ ኣብ መንጎ መንጎ እዩ ዘሎ ከም ትሪእዎ ኣለኹም ካብ እስራኤላውያን ክወፅእ ስለ ዘይክእል እዩ ዝመስል ኣብ መንጎ ፅቡቅ ደረጃ ምስ በፅሐ ባዕሉ የበላሽዎ ክንደይ ግዜ ከምኡ ዝገብር ፅቡቅ ደረጃ ምስ በፅሐ ባዕሉ እዩ ዘበላሽዎ ኣብ ፓኪስታን ክራኸቡ ከሎ ከምኡ ፅቡቅ ዝርርብ ክግበር ምስ ጀመረ ከፈራሪ ጀሚሩ ኣይ ዶንት ኖ ዋት ኢዝ ሮንግ ዊዝ ሂም ነቲ ዝርርብ ዝደልዮ ዘሎ ተንበርኪኹ ፍፍው ኢሉ ዝልምኖ ዘሎ እሱ እዩ ዘዋፃእካ ተኮይኑ እኮ ዘየዋፃእካ ተኮይኑ እኮ ዘተ ሰላም ዘግብር ምክንያት ይብልካ ላይክ በዓል ለሚኑ ዝኣትዎ ዘሎ ምኳኑ ኣሜሪካን ነግርዎ ኣለዎ እዮም ተማሪኽካ ኢድካ ሂብካ እዮም ዝብልዎ ዘለዉ ክንድኡ ዝኣክል ከይዱ ከብቅዕ ኣብታ ናይ መወዳእታ ግዜ ክመፅእ ከሎ እንታይ ዝወርዶ ኣይርዳእንን እዩ ከምዚኣ ትርእያ ዘለኹም ነዚ ኣኼባ ኣብ መንጎ ፀይቕዋ ማለት እዩ

እንታይ መልእኽቲ ኣለካ ንነተንያሁ ዝብል ካብኡ ናብኡ እቲ ምትኹኻስ እኮ ጎዲሉ እዩ ዘሎ ዋላ እኳ ጠቕላላ ጠጠው እንተደይበለ ንሕና ግን ንቕፅል ከም ዘለና ንሰላም ርድኡ ይብላ ኣሎ ነተንያሁ ግን ነዚ ንከፍርሶ ዓጢቑ ባንዴሩ ኣልዒሉ ተበጊሱ ከም ዘሎ ስምዑ
A few minutes ago,

ስለ ዘይሕተና ማንም ሰብ ድማ ክሓተና ኣይግብኦን እዩ ዝብል ዘሎ ልክዕ ነቲ ኤምኦዩ ማእከላይ ኣፃብዕቲ ዘውፅኣሉ ዘሎ ምክንያቱ ቀዳመይቲ ክሎዝ ወይ ቀዳመይቲ ዓንቀፅ ናይቲ ሜሞራንዱም ኦፍ ኣንደርስታንዲንግ ተፃቦታትን ወገን ብኩሉ ግንባራት ጠጠው ክብል እንኮላይ ናብ ሊባኖስ እዩ ዝብል ናብ ሊባኖስ ኩሉ ጠጠው ክብል ተኮይኑ ድማ እቲ ተፃብኦታት ጠጠው እንተድሕር ኢሉ ሰራዊት ናይ እስራኤል ኣብ ሊባኖስ ኮፍ ዝብለሉ ምክንያት የብሉን። ከምኡ ድማ ልኡላውነት ናይተን ሃገራት ክኽበር ከም ዘለዎ ይጠቅስ ኣብ ዳሕራይ እዚ ኸ እንታይ ይብል ኣሎ ንሕና ይንወፅእና ምክንያቱ ግብረ ሽበራ ኣብ ዙርያና ኮይኑ ኣሜሪካ እንታይ ምገበረት ኣብ ጎረቤታ ኣብ ኣሽሓት ግብረ ሽበራ ወተሃደራት ኮይኖም ሮኬታት እናሰደዱ ደቃን ህዝባን ዝቐትሉላ እንተዝኾኑ ሲ እንታይ ምገበረት ንዓና ኸ ስለምንታይ ውፁ ትብሉና ኣለኹም ይብል ኣሎ መጀመርያ ክንእርመቱ ዘረባናቱ ህዝቢ ዝብፅብፅ ዘሎ ግብረ ሽበራ ሕዝብላ ድዩ ንስኻ ኣይደኖም ሕዝብላ ንስኻ ብውሕዱ ልዕሊ ኣርባዕተ ሽሕ ሰብ ቀቲልካ ከም ዘለኻ ፍሉጥ እዩ ሕዝብላ ምናልባት ንኣሽቱ ዘለዎ ሮኬታት ኣብቲ ሰሜን ናይ እስራኤል ይወርድ ህሉ ኸውን እዩ ንስኻ ግን ኣብ ማእከል በይሩት ዓሰርተ ግዜ እናደብደብካ ተጥፍእ ከም ዘላ ዓድታት ሑፃ ጌርካ ከም ዘለካ ሚኒስትር ምክልኻል ናትካ በዓሉ ዓው ኢሉ ክዛረብ ሰሜና ኢና ስለዚ ከም ትሪእዎ ዘለኹም ኣገይን እስራኤል ሕጊ ኣልቦነት ከም ንቡር ክወስድ ክውሰድ ከም ዘለዎ ንዶናልድ ትራምፕን ንጀይዲ ቫያንስን ነቲ ኩሉ ክገብርዎ ዘልዩ ዘለውን ዝከኣለ ኣይኮነን ንሕና ድማ ንቕይሮ ምክንያት የብልናን ሶሪ ዝገበርኩም በሉ ዝበልኩም በሉ ዊ ዊል ስቴይ ን ሂር and we're not going to change anything እዮም ዝብሉ ዘለዉ and this is already

ዝርርብ ኣዝዩ ኣገዳሲ ከም ዝነበረን ተስፋ ዝህብ ከም ዝነበረን ዋላ እኳ ኣብ ቅድሚ ካሜራ እቶም ክልቲኦም ወገናት እንተዘይተረኣዩ ድሕሪ እቲ ካሜራታት ምስ ተኣልየ ንግዚኡ ብሓደ ከም ዝተረኣዩ ዝገልፅ ንእሽተይ ስእልታት ነይሩ ዋላ ብሓደ እንተዘይተሳሉ ኣብ ሓደ ቦታ ኣብ ሓደ ሆል ኣብ ሓደ ናይ ኣኼባ ቦታ ከም ዝተረኣዩ እውን ዝገልፅ ነይሩ እዚ ንባዕሉ ኣብ መንጎ እዚ ከቢድ ዝነበረ ኩና ዝነበሩ ሓይልታት ኣብ ከምዚ ደረጃ ምቅርራብ ምብፅሖም ብዙሓት ተዓዘብቲ ክኢላታት ናይ ፖለቲካ ክኢላታት ናይቲ ዞባዊ ኣፌርስ ብኣወንታ ገሊፆም እዮም። ብርግፅ ኣብ መንጎ ኣብዚ ዘለዎን ኣብቲ ዘድለ ዘሎ ስምምዕን ንክትበፅሕ ብዙሕ ብዙሕ ዓቐበት ከም ዘሎ ኣብ መንጎኦም እዮም ዝነብሩ ዘለዉ የግዳስ ተስፋ ዝህብ ኩነታት ነይሩ እዩ እቲ ጋህታብ ዝኾነ ዶናልድ ትራምፕ ኣፉ እንተዝዓብስ ነይሩ ፅቡቅ ዝኾነ ደረጃ እውን ክብፃሕ ምተኻለ ግን ዶናልድ ትራምፕ

እስራኤል ክንዲ ምንታይ ነዚ ነገር ክትኮልፎ ትፅዕር ከም ዘላ እውን ተረዲዎም ኣሎ ትሪእዎ ዘለኹም ፎሬን ሚኒስተር ናይ ኢራን ሳይድ ኣባስ ኣራቺ እዩ እዚ ትሪእዎ ዘለኹም ምስ ናይ ፓኪስታን ሸባ ሰሪፍ እዮም ዘለዉ ኣብ ሓደ ቦታ ኣብቲ ባክግራውንድ እውን ጄዲ ቫያንስ ይረአ ኣሎ ስለዚ እዚ ስእልታት እዚ ኦልሬዲ ኣብ ሶሻል ሚድያ ቫይራል ኮይኑ ነይሩ ብርግፅ ንእስራኤላውያን ከዕብድ ዝኽእል ስእልታት ከም ዝኾነ እዩ ዝነግር ነይሩ ምክንያቱ ዲል ቀሪቡ ከም ዘሎ ወይ ስምምዕ ክቀርብ ከም ዝኽእል ስለ ዝርእዩ ዘለዉ ኣብ ኩሉ ዝከኣሎም ክገብሩ ክፍትኑ ኣለዎም ምክንያቱ እዚ ስምምዕ እዚ ከጋጥም ይደልይዎ ስለ ዘየለዉ ብሓፈሻ it was a very very interesting uh, situation uh, ክትሪኦ ከለኻ uh, ኩሉ እቲ ዝግበር ዘሎ ድማ uh,

እቲ ዝዓበየ ፀገም ኮይኑ ዘሎ ሓደ ካብቲ ዝርርብ ክገብርሉ ዘለዎም እተን ዓሰርተ ኣርባዕተ ነጥብታት ኣብቲ ኤምኦዩ ዘለዋ ኣብቲ ሜሞራንደም ኦፍ ኣንደርስታንዲንግ ዘለዋ እየን ሕጂ እታ ዝዓበየ ፀገም ኮይና ዘላ ወይ እውን መፈላለዪት ነጥቢ ኮይና ዘላ እታ ቁፅሪ ሓደ እያ ምክንያቱ እስራኤል ነቲ ናይ ሊባኖስ ጉዳይ ጠጠው ከተብሎ ስለዘይከኣለት ኣሜሪካ ድማ ከምቲ መብጽዓ ዝኣተወቶ ንእስራኤል ጠጠው ከተብሎ ስለ ዘይከኣለት፣ ኢራን ድማ ነዚኣ ቁጽሪ ሓደ ክትገብሩ ተዘይኪኢልኩም ነቲ ካልእ እውን ንኽንዘራረብ ከቢድ እዩ ብምባል ነቲ ወሽመጥ ሕርሙዝ ከም ዝዓጸዎ እዚ ድማ ነቲ ዶናልድ ትራምፕ ምናልባት ዘቆጥዖ ንሱ ክኸውን ይኽእል እዩ ዝብል ዘረባ እውን ኣሎ ምክንያቱ ወሽመጥ ሕርሙዝ ተተዓፅዩ እቲ ዕዳጋታት ክረጋጋ ኣይኮነን ገለገለ ከምቶም ካልኦት ዝብልዎ ድማ ዶናልድ ትራምፕ ሓቀኛ ዲል ንክገብር ወይ እውን እዚ ስምምዕ እዚ ንክውድኦ መደብ ከም ዘይብሉ እንታይ ደኣ ግዜ ክሽምት ነዳዲ ወፂኡ ቁሩብ እቲ ዕዳጋታት ክረጋግኣሉ እሞ ከም ብሓድሽ ናብ ኩናት ክምለስ እውን መደብ ክህልዎ ከም ዝኽእል ዝብሉ ክኢላታት እውን ኣምፅኤልኩም ነይረ እሱ እንድሕር ኮይኑ ተኽእሎ ኢራን ድማ የንብብዎ ስለ ዘለዉ ዝኾነ ነገር ሕድገት ከይገበረ ወሽመጥ ሕርሙዝ ተኸፊቱ መራኽብ ክወፃ ዝደሊ ዘሎ እንድሕር ኮይኑ እሱ ከጋጥም ከም ዘይክእል ገይሮም ነቲ ወሽመጥ ሕርሙዝ ተቐላጢፎም ከም ዝዓፀውዎ

there will be more steps ahead on the horizon to respond to these acts of aggression.
ከም ትሪእዎ ዘለኹም ኢራን ነቲ መብፅዓ ክትግበር ስለ ዘይከኣለ ስጉምቲ ክትወስድ ከም ዘላ ቀዳማይ ስጉምቲ ካብኡ ድማ እዚ ወሽመጥ ሕርሙዝ ምዕፃው ከም ዝኾነን ንዶናልድ ትራምፕ ድማ ኣበርቲዓ ብመንገዲ ዶናልድ ትራምፕን በቲ ኤምኦዩን ገይራ ጸቕጢ ትገብር ኣላ ነቲ እስራኤል ዝገብሮ ዘሎ ኣብ ደቡብ ሊባኖስ ወይ እውን ኣብ ሊባኖስ ዝገብሮ ዘሎ ጠጠው ንኸብሎ ብርግፅ እቲ ወሽመጥ ሕርሙስ ጥራይ እኹል ነፍሱ ዝካልእ እኹል ስጉምቲ ከም ዘይኮነ እዮም ዝነግሩ ዘለዉ ብዓብዩ እንድሕሪ ብከምኡ ክቕፅል ኮይኑ ኣብ ልዕሊ እስራኤል እውን ዝኾነ ስጉምቲ ክወስዶ ከም ዝኽእሉ እዮም ዝነግሩ ዘለዉ ብርግፅ እስራኤል ኢራን ናብ ከምኡ ዓይነት ኩናት ክትኣትወሎም እዮም ዝደልዩ ዘለዉ ምክንያቱ ኣሜሪካ እውን ነቲ ኤምኦዩ ገዲፋ ናብ ኩናት ክትኣቱ ስለ ዝደልዩ ዘለዉ ስለዚ ኢራናውያን ግን ነታ ካርዲ ብጥንቃቐ እዮም ዝፃወቱላ ዘለዉ ኣብ ወሽመጥ ሕርሙዝ ብምዕፃው ንዶናልድ ትራምፕ እታ ቀንዲ ክትስምዖ ትኽእል ንሳ እያ ምክንያቱ ዳርጋ ሓንቲ ካብቲ ነቲ ዕዳጋታት ኣረጋጊኣትሉ ዝነበረት ወይ እውን ተስፋ ሂባቶ ዝነበረት ንሳ እያ ነይራ እንድሕር ንሳ ትፈርስ ኣላ ኮይና ነን ሂነውስ እቲ ጉዳይ ፅቡቅ ክኸዶ ከምዘይኮነ ሽግር ክመፆ ከምዝኽእል ምስ ግዜ ስለዚ ሂስ ትራይንግ ዶናልድ ትራምፕ እቲ ዲል ዘገድሶ እንተኮይኑ ሂ ዊል ዱ ዝከኣሎ ነገር ክገብር እዩ ክዕሪ ግን ቀዳማይ ፀላኢ ናይ ነብሱን ናይ ዕላማታት ናቱን ባዕሉ ንሱ እዩ እርኑብ መልሓስ ስለዘይብሉ ክንደይ ግዜ ክንደይ ክኢላታት ተዛሪቦም እዮም ኣብ መንጎ ኔጎሲሽንስ ኣይትዛረብ ኣይትፅሓፍ ኢሎምኒ ኣይሰምዕን እዩ ግን ማለት እቶም ናቱ ኣማኸርቲ ክብልዎ ይክእሉን እዮም ዝሰምዕ ሰብ ስለ ዘይኮነ ብደገ ግን እቶም ኪላታት ኣፉ ዘይዓብስ እዩ ኣፉ ዘይምዕፃዊ እዩ ነቲ ዲል ዘበላሽዎ ዘሎ እዮም ዝብሉ ጀሽ ሻራ ኣፍካ ዓፂኻ ትምበል ተኣምኖም ሰባት ሰዲድካ ኣለኻ ሰብኣይ ጓልካ ሰዲድካ ኣለኻ ዓርክኻ ናይ 2 ዓመት 3 ዓመት ኣብ ሪል ስቴት ምሳኻ ዝነበረ ሰይድካ ኣለኻ ምክትል ፕሬዚደንትካ ሰይድካ ኣለኻ ኣሚን ተደሊኻ ባዕልካ ላ ከይድ እዩ ትሕቶ ግን ኣብ ሶሻል ሚድያ ኣይትፅሓፍ ኣስቹ ኣብ ቴሌቪዥን መፂእኻ ብቴሌፎን ደው ኢልካ ኣይትሃድድ ዝኾነ ይኹን ኢራን ደፍርሆም ነገር የለን ኣይርድኡን ይመስለኒ ነጊሮም እዮም ብዘረባኻ ኣይኮነ ብሚሳይላትካ ከማን ክንስንብድ ኣይከኣልናን መርገፂና ክንቅይር ኣይከኣልናን ኢሎም ስለዚ ክትዛረብ ተጀሚርካ ግን ትዕቢት ከም ዘለካን ዕላማኻ ንፁር ስለ ዝኾነ ዋላ ኣይትግበሮ እቲ ትብሎ ዘለኻ እታ ዘረባኻ መቕፃዕቲ ኣለዋ እዮም ዝብልዎ ዘሎ ኢራናውያን ቃል ብቓል እቲ ታህዲድ እቲ ተውፅኦ ዘለካ ቃላሲ ሸለል ክንብሎ ይንኽእል ንዓለም ኩላ ሸለል እንድያ ትብለካ ንኤውሮጳ ፀሪፍካዮም ከለኻ ሸለል ይብሉኻ ካልኦት ዓለማት ህንዲ ፀሪፍካዮም ከለካ ሸለል ብሉካ ኣብ ኢራን ከምኡ ዝበሃል የለን ኢሎም እዮም ወሬቨር ይሰይ ኮንሲኮንስ ኣለዋ ዝበልካይ ቃል ኣንፃርና እንድሕር ኮይኑ መልሲ ኣላታ ብተግባር ድያ መልሲ ናታ ዋላ ኣብ ዘረባ ድያ ዋላ ኣብ ኩናት ኣብ ወሽመጥ ሕርሙዝ ድያ ኣብ ካልእ መልሲ ኣላታ ንዓኻ ሸለል ንብለሉ ግዜ ሓሊፉ እዮም ዝብልዎ ዘሎ ነዊሕ ግዜ ሸለል ስለ ዝተባሃልካ ንዓመታት ሸለል ስለ ዝበልናኩም ኢኹም ከምዚ ኮይንኩም ሕጂ ሸለል ዝበሃል የለን ይብሎ ብፍላይ እቲ ጋሊባፍ ፈፂሙ እዩ ከሕልፎም ዘይደሊ ዘሎ ፍፂሙ እዚ ኣብ ከምዚ ደረጃ ስለ ተበፂሑ ዘሎ ኣብቶም ዋላ እቶም ኣይኣርጂሲ ዝበሃል ወታደራዊ መራሕቲ ናይ ኢራን ብፍፁም ነቲ ሸለልትነት ንዶናልድ ትራምፕ ኣይቀበልዎን እዮም ዘለዉ ባይደወይ ኣብ ኢራን ሓደ ክፋል ናይቲ ሕብረተሰብ ጠቕላላ እዚ ዲል እዚ ቅቡል ኣይኮነን ዝብል ኣሎ ኣሜሪካ ክትምብርከኽ ጥራይ ዘለዋ ፅቡቅ ጌርኩም ስኪዝ ግበርዋ ፅቡቅ ጌርኩም ጨፍጭፍዋ ፅቡቅ ጌርና ክንዕወት ክንክእል ኣለና ፅቡቅ ጌርና ተተዓዊትና ጥራይ ኢና ድሌታትና ክንረክብ ንኽእል ነዚ ኩሉ ኣብ ባይታ መስዋእቲ ከፊልና ረኪብናዮ ዘለና ብዘይጠቅም ረብሓ ከነረክቦ የብልናን ኣሜሪካ ቁጠቦም ከይተበላሸ ወይ ገለ ከይወረዶም ክወፁኒ እዮም ዘሉ ዘለዉ ከምኡ ክኸውን የብሉን ፅቡቅ ገይሮም ከባላሸዎም ክንፀንሕ ክንክእል ኣለና ዝብል ሓደ ሓያል ክፋል ኣብቲ ኢራን ብፍላይ እቲ ኣኽራሪ ዝኾነ ፖለቲካን ወታደራዊ መርሕነትን ከምኡ እዩ ዝብል ዘሎ ስለዚ እዞም ፖለቲከኛታት መፂኦም ዘለዉ ናይ ኢራን ኣክቹሊ እቶም ዝሓሹ እዮም እዮም ዝበሃሉ ዘለዉ እዚ ንሪዮ ዘለና ድማ ፖለቲካ ነቲ ወታደራዊ ክርፍስ ዝነበረ ናብ ፖለቲካዊ ፖለቲካውን ዲፕሎማስያውን ቀይርካ

ንዶናልድ ትራምፕ ንእስራኤል ንክልቲኦም ብሓደ ደረት ናይ ወታደራዊ ዓቕምናቶምን ደረት ናይቲ ኩሉ ዘለዎም ቁጠባዊ ኩሉ ዓቕምናቶም ደረት ናቶ ኣሪኣቶም እያ ካብዚ ንላዕሊ ክሓልፉ ከም ዘይክእሉ ፈሊጦም እዮም ዶናልድ ትራምፕ ድማ ፈፂሙ ኣብ ኖርማል ግዜ ክቕበሎ ዘይክእል ኤምኦዩን ዲል ንክገብርን ዝፅዕር ዘሎ ደረት ናይ ስልጣኑ ስለ ዘፍለጠቶ ይረአ ካብዚኣ እንተቐፂሉ ዝገደደ ሓደጋ ክመፅኦ ከም ዝኽእል ስለ ዝፈለጠ እዩ ኣብቲ ሕቶ ክሕተት ከሎ ግን ኣብ ኣክሲዮስ ኖኖ ይህልዎ ክኾን እዩ ደረት ግን ክሳብ ሕጂ ዝረኣኹ የብለይ ኣነ ድሌተይ ክገብር ዝኽእል ኮይኑ እዩ ዝስምዓኒ ኢልዎም ክምልስ ከሎ ከምኡ ኮይኑ እዩ ዝስምዖ ግን ከጋንን ስለ ዝፈተነ እምበር ኢራን ስፅቡቅ ገይራ ደረት ናይ ስልጣኑን ደረት ናይ ዓቕሙን ኣፍሊጣቶ እያ እዩ ዝብል ዘሎ እቲ ኢንተርቪው ዝገበረሉ ሰብ ዳርጋ ዝበዝሐ ሰብ ድማ ምስ ዘረባ ናቱ እዩ ዝሰማማዕ ቢካዝ

ብሓፈሻ ከም ትሪእዎ ዘለኹም ነተንያሁ እስራኤል እውን ክነግርኹም ይኽእሉ እዮም ንሕና ኢና እቶም ሓያላት ንሕና ኢና እቶም ኣፅዋር ዘለና ቢቱ ዘለና ብዘይ በኣና እስራኤል ኣሕብትና እትይዋ ዓነውነው ኢላ ተበታቲና መሃለወት ሳላ ዶናልድ ትራምፕ እያ እስራኤል ዘላ ይብላ ኣሎ እዚ ሕጂ ንኣብነት ንዕቀት እዩ እስራኤል እዩ ዝበሃል ዘሎ እስራኤል ሲ ነብሳ ክትከላኸል ትኽእል ሃገር እያ እዮም ዝብሉ ዶናልድ ትራምፕ ጥራይ ስለ ዘሎ ከምኡ ክትከውን ኣይትኽእልን እያ ዝብል ዘረባ ኣሎ ካልኣይ ድማ

እዚ ትሪእዎ ዘለኹም ኣምባሳደር ናይ ኣሜሪካ ኣብ እስራኤል እዩ ማይክ ሃከቢ ዝበሃል ኣሜሪካዊ ድዩ ዋላ እስራኤላዊ ንክትፈልጦ ኣዝዩ ከቢድ እዩ ናብ ዋሽንግተን ኣብቲ ሃገሩ ማለት እዩ ናብ ዋሽንግተን ዲሲ ኣብ ከይደሉ ዝነበርኩ ፕሮ ሓማስ ዝብሎም ዘሎ ኣሜሪካውያን ማለት እዮም ኣሜሪካውያን ዜጋታት ንኣምባሳደር ናይ ኣሜሪካ ረኺቦም ስለምንታይ ንውግን ወረ ውግን ትሰርሕ ኣለኻ ስለምንታይ ሰላም ዘይተምፅእ ኢሎም ፕሮቴስት ስለ ዝገበርዎ ፕሮ ሓማስ ናይ ሓማስ ደገፍቲ እዩ ዝብሎም ዘሎ ንኣሜሪካን ኮይ ንእስራኤላውያን ከሐጉስ ኢሉ ነቶም ዜጋታት ናቱ ናቶም ረብሓ ከተግብር ኢሉ ከይዱ ዘሎ እዩ እዚ ሰብ እዚ ሓደ ካብቲ ውርደት ናይ ኣሜሪካ ኣብ እስራኤል እዩ ዝበሃል ሕጂ እንታይ ይብል ኣሎ ዘሕፍር እዩ እንታይ ከም ዝብል ክሰምዖ እዮም ኣብ ክልቲኡ ኣጋጣሚ ረድ ረኪቦም ኣንፃሩ ሰላማዊ ሰልፊ ገይሮም ምክንያቱ ኣብ ኣሜሪካ ዓብዪ ተፀላእነት እዩ ዘለዎ ሰብ እዚ

ከም ትርእይዎ ዘለኹም ንእስራኤላውያን ኣብ ኮንፈረንስ ናቶም ዓብዪ ኢንተርናሽናል ፖሊሲ ሰሚት ዝበሃል ብመንግስቲ እስራኤል ዝምወል ዋዕላ ዓወት ዓዲሙ ዝዛረብ ዘሎ ኣብ ዋሽንግተን ዲሲ ክልተ ግዜ እቶም ደገፍቲ ኣሜሪካውያን ነቲ ዝገብሮ ዘሎ ኣካይዳ ዝቃወማ ኣብ ክልቲኡ ሽግር ስለ ዝፈጠሩሉ ብዝኾነ ሓደ ሰብ ኣብ መኪኑ ሰቂሉ ከም ዝወሰዶን ነቶም ዝረኸቦም ዝስዑ ሰባት ድማ ካብዚኣ ፅሉል ዝኾነ ከተማ ናይ ሃገር ዋሽንግተን ዲሲ ማለት እዩ ካብዚ ፅሉል ዝኾነ ከተማ ወፅየ ናብ የሩሳሌም ንክኸይድ ሲ ክሳዕ ክንደይ ከም ዝተሃወኽኩ ምክንያቱ ውሕስነት ኣብ የሩሳሌም ኣብ እስራኤል እዩ ዝስምዓኒ ይብል ኣሎ ንሃገሩ ነታ ንክውክላ ተዋሂብሉ ዘሎ ንዓ ገዲፉ ንእስራኤል እዩ ዘመጉስ ዘሎ ናው ዲስ ኢዝ ኣብ ኖርማል ፖለቲካ ፅላለ እዩ ዝበሃል ኣምባሳደር ቢንያም ሃይለ ናይ ኤርትራ ማለት እዩ ኣምባሳደር ናይ ኤርትራ ኣብ ኢትዮጵያ ኣዲስ ኣበባ ካብ ኤርትራ ኣዝዩ ደስ ስለ ዘይበለኒ ንኤርትራ ገዲፈ ንኢትዮጵያ ንክኸይድ ንኣዲስ ኣበባ ክኸይድ ኣዝዩ ደስ ኢሉኒ ክብል ከሎ ወይ እውን ኣምባሳደር ናይ ኤርትራ ኣሜሪካ ከምኡ ክብሉ ከለዉ ክስምዖም ይኽእል ዶ ኣይክእልን ካልእ ኮይኑ ከምኡ ኢሎም ኣብ ሚድያ ኣብ ኮንፈረንስ ክዛረቡ ከለዉ ካብዚ ንላዕሊ ውርደት የለን ኣብ እስራኤል ክኸውን ከሎ ግን ኖርማል እዩ እዚ ስ ኖርማል ባይ ወይ እቲ የሩሳሌም ደገሎ ዝብሎ ዘሎ ካብ ዝተፈላለየ ሚሳይላትን ድሮናትን ዝሃርሞ ዘሎ ቦታታት ንዑ ይዛረብ ዘሎ ተዋሕዶ ኣብ ኣሜሪካስ ሚሳይል ይወርድ የለን ወይ ድሮን ይሃርም የለን ድሮን ዝቃፀል ገዛ የለን ኣብ እስራኤል ክንደይ ግዜ እዩ ዘሎ ግን እስራኤል ሞር ሴፍቲ ኣለዎ ካብ ዋሽንግተን ዲሲ ኢሉ እዩ ዝዛረብ ዘሎ ኣብዚ ኮንፈረንስ and this is normal ኣምባሳደር ንሃገር ንካል ሃገር ክውክል ኢሉ ዝኸደ ነታ ዝውክል ሃገር ኣብ ካል ሃገር ኮይኑ የዳኽማ ኣሎ ኖርማል ድማ ይድውሰድ እዚ ናው ዩ ቴል ሚ ከምዚ ዓይነት ውርደት ኣብ ዓለም ተራዩ ይፈልጥን እዩ ኣምባሳደር ናይ ቻይና ኣብ ኣሜሪካ ኮይኑ ንቻይና ከዳኽም ከሎ ዲስ ደዝን ሃፕን ነቨር ሃፕንስ ኣብ ካልእ ዓለም ኣይጋጥም እዩ እዚ ነውሪ እዩ እዚ ዓብ ሓጢኣት ካብ ስርሑ እዩ ዝስጎም ኣብ ኣሜሪካ እንተኮይኑ ግን ኣስፌር ነይሮሞ ኣሜንቲ ፕሬዚደንት ናቶም ዶናልድ ትራምፕ ኣብ ካልእ ሃገር ከይዱ ዴሞክራሲ ናትና ስርቂ ኢሉ እዩ ዝዛረብ ናይ ዕስራ ዕስራ ምርጫ ሰሪቆመ እዮም ዝብል ስለዚ ምርጫ ናቶም ፌክ ምዃኑ ኣብ ዝኸደ ቦታ እዩ ዝዛረብ ኮሚሉ ሶ እንታይ ዘርእየካ ኣሜሪካ ኣብ ከመይ ዝበለ ድስክልና ናይ ምምቕቓል በጢሓ ከም ዘላ ንጓና ንክሕግሱ ገዝኦም ልክዕ ከምዚ ተቃወምቲ ናይ ኤርትራ ገሊኦም ዓሰርተ ግዜ ንካልኦት ክሕጎሱሎም ክብሉ ጉዳይ ዓዶም ኩሉ ግዜ ክፀርፉ ንዓዶም ከናሱ ሃገሮም ከናሹ ህዝቦም ከናሹ ጥራይ ትሪኦም ኣለዉ ኣለዉ ኣለዉ ኣብዚ ሶሻል ሚድያ ኤርትራውያን እንታይ ዓቕሚ ኣለዎም ብጀካ ትዕቢት ዝገብርዎ የብሎምን ይብሉ ንስኻ ክንታዋይ ኢኻ ካልእ ዜጋ ዲኻ ካልእ ዜጋ ተኮይንካ ብዛዕባ ኤርትራ እንታይ ዘገድስ ኣለካ ኪሻሕ ዘይትብል ኣብቶም ካልኦት ዘይትኸይ ይሆነ ጎት ኢትዮጵያ ብኢትዮጵያ እንደ ዝቕበልኻ ኮይኑ እንታይ ኢሎም ክቐበልኻ ዝብል ሰብ መብዛሕቲ ግዜ ብንናቱ ንኽቡር እዩ ዝኽብር ኣብ ኩላ ኣስተውዕልሉ መንነትካ ዘይተኽብር ተኮይንካ እንታይነትካ ሃገራዊ ሃገርካ ዘይተኽብር ተኮይንካ ዶን ኤክስፔክት ዝኾነ ሰብካ ከኽብረካ ንኣብነት ኣነ ኤርትራዊ እየ መጀመርያ ድሕሪ ስዊሳዊ እየ ነቲ ኤርትራ ከቋናፅብ ዝረኣየኒ ስዊሳዊ ብስዊሳዊነተይ ከድንቐኒ ወይ እውን ከኽብረኒ ኢልካ ይፀበ ልክዕ ከምታ ነታ ሃገርካ ተናሽዋ ዘለኻ ኪድ ናብ ሃገርካ ክብለካ ዘረባ ምስ ወዳኻ ዩኖ ዳስ ዋት ሃፕንስ ሃገሩ ዘኮናጽብ ህዝቡ ዘኮናጽብ ኣብታ ዝኹዓታ ጉድጓድ ባዕሉ እዩ ዝኣትዋ እንዲስ ኢዝ ኦልወይስ ኣብ ኣሜሪካ ብፍላይ ንሪኦ ኢና እዞም ኩሎም ፀለምቲ ኮይኖም ንፀዓዱ ወሽልኽልኽልኽልኽ ክብሉ ብሽፍትኑ ንፀለምቲ የዳኽሙ ፀለምቲ ከምዚኦም ገለገለ ኢሎም ነቶም ፀዓዱ ኣጆኻ ኣጆኻ ይብሎም ኣብ ገለ ፖይንት ሽዑ ኪድ ናብቶም ህዝብኻ ይብልዎ ኪድ ናብቶም ህዝብኻ ህዝብኻ እንዲኻ ተናሹ ዘለኻ ገለ ምስ በሎም ኪድ ናብቲ ህዝብኻ ንስኻ መን ካብዚ ትይካ እዩ ይብልዎም እንደን ክሕነቑ ይደልዩ ማለት ስ ወር ሃፕንስ ንስኻ ትሪእዎ ኣለኹም ኣብዚ ንሃገሩ የዋርድ ኣሎ በት ኢን ኣሜሪካ ስ ስ ኖርማል እዚ ኣምባሳደር ርኢኹም ተሰንቢትኩም ድማ ዝቕጥል ድማ ሰነተር ድማ ክንርኢ ኢና
and it's akin to a Marshall Plan for Germany with the Nazis still in charge.

ሓደ ካብቶም ውግን ወረ ውግን ጥራይ ስሩ ዝስርሑ ሰነተር ንእስራኤል ድማ ኣብ ክልተ ሰሙን ድማ ንእስራኤል ዝኸይድ ማለት እዩ ምክንያቱ ኣብ እስራኤል እዩ ናይ መፃኢ ኩናት ዝህንደስ ዝበለና ሊንሲ ግርሃም ኢኹም ትሪኡ ዘለኹም ሳላ ዶናልድ ትራምፕን ሳላ ገንዘብ እስራኤልን ሕጂ እውን ከም ብሓድሽ ኣብ ኣሜሪካ ኩሉ ሰብ እናፀሎ ከሎ ከም ብሓድሽ ክምረፅ ዝኽእል ወይ እውን ተመሪፁ እውን ኣለኸውን እዩ ኣብ ፕራይመር ሓሊፉ ኣለኸውን እዩ ከም ትሪእዎ ዘለኹም እዚ ዝቕፅል ሸውዓተ ዓመት ድማ ኣብ ፖለቲካ ክህሉ እዩ ውግን ወረ ውግን መራሕና እዚ እዩ እንታይ ዝብል ዘሎ መጀመርያ እቲ ኤምኦዩ ዝተቃወምካዮ እስኻ ኢኻ ነርካ ሕጂ ግን ሓሳብካ ቀይርካ እንታይ ኮንካ ከቀይርካ ኢላቶ ማለት ነቲ ናይ እስራኤል ደጋፊ ከም ምዃንካ ነቲ ኩነታት ክትቅበሎ ዘይትኽእል ንስኻ ኢኻ ነርካ ዝተቐበልኩሉ ምክንያት ሓደ ፅንሕ ኢሉ ይብለ እዩ ኣርባዕተ ሰዓት ዝኸውን ምስ ዶናልድ ትራምፕ ተራኺበ ተዘራሪበ ኣለኹ ካልኣይ ድማ እቲ ሰለስተ ሚእቲ ቢልዮን ኣሜሪካ ወይ ምዕራባዊ ዓለም ዝህቦ እዩ ዝመስለን ነይሩ። እዚ ከኣ ኣይኮነን፣ ሃገራት ዓረብ እየን ክህብኦ። ሃገራት ዓረብ ድማ እተን ቀንዲ ንኢራን ዝፈልጥኦን ጎረቤቱ ድማ እየን። ስለዚ ሱኒ ሙስለም ዝኾኑ ስዑድያ፣ ቀጠር፣ ኢማራት ናብ ኢራን ኢንቨስት ክንገብር ንኽእል ኢና፣ ሰለስተ ሚእቲ ቢልዮን ኢንቨስት ክንገብር ኢና እንድሕሪ ክብሉ ክኢሎም፣ then ኣብ ኢራን ለውጢ መጺኡ ኣሎ ማለት እዩ። ንሳቶም ንሓድሕዶም እንድሕሪ ክከባበሩን ብሓደ ክሰርሑ እንተኽኢሎም ድማ ንሕና ክንሕግዝ ጥራይ እዩ ዘለና ዝመስል ዘረባ እዩ እዚ ነገር እዚ ሕማቕ ኣይኮነን ብመሰረቱ ግን ዶናልድ ትራምፕ ኣንፃረይ ተተዛሪብካ ክረግፀካ እየ ዝበሎ እዩ ዝመስል ራይ ንነተንያሁ ድዩ ዘኽብር ንዶናልድ ትራምፕ ኣይፈልጥን እየ ግን ሂ ነውስ ከመይ ገይሩ ነታ ኩነታት ማኒቨር ክገብራ ከመይ ገይሩ ንግዚኡ ከሽክዕ ከም ዝኽእል ኣብ መንጎ መንጎ ክንርኢ ኢና ብሓፈሻ ግን

ከም ትሪኦም ዘለኻ እዞም ኩሎም ዝሪእዎ ዝነበሩት ሰለስተ ሚእቲ ቢልዮን ተተዋሂብዎም እገዳ እንተተላዒልዎም ኢራናውያን ሓያላት ክኾኑ እዮም፣ ኣፅዋር ክሰርሑ እዮም፣ ሓይሎም ክብርትዕ እዩ፣ መሊሶም ድማ ሓደጋ ክኾኑና እዮም፣ ስለዚ ብፍፁም ክወሃቦም የብሉን፣ እዚ ዲል ድማ ሓደገኛ ዲል እዮም ዝብሉ ዘለዉ ሪፓብሊካን ድማ እዮም። ምስዚኦም ኩሎም ዲኻ ዘይትሰማማዕ ዘለኻ? ነቲ ነቲ ዶናልድ ትራምፕ ዝገብሮ ዘሎ ይቃወምዎ እዮም ዘለዉ፣ መሳርሕትኻን ናትካ ብፆትካን እዮም

እዛ ዘረባ ዝብላ ዘሎ ዓርቢ ምድሪ ምስ ዶናልድ ትራምፕ ተዘራሪበ ነይረ ንኣርባዕተ ሰዓት ይብላ ኣሎ እታ ሕጂ ዝበላ ድማ ትማሊ ዶናልድ ትራምፕ ዝበላ እያ ንቡ ገይሩ ድማ ነቲ ዝርርብ ዘበላሸዎ እዩ ከም ትሪእዎ ዘለኹም እዚ ዝርርብ እዚ መጀመርያ ዲፕሎማሲ ምፍታን ሕማቕ ኣይኮነን ኢራናውያን ድማ ክሰማምዑና እዮም ዝብል እምነት የብለይን እንድሕር ዘይሰሪሑ ድማ ትዝርርብ ትዲፕሎማሲ እንተዘይሰሪሑ ደን ብሓይሊ ነቲ ወሽመጥ ሕርሙዝ ክንሕዞ ኢና ገንዘብ ድማ ከነኸፍል ኢና ኬላ ክንገብረሉ ኢና ይብላ ኣሎ ሰው ንስኻትኩም ብገብ ሓይሊ ሒዝኩም ኬላ ክትገብርሉን ገንዘብ ከተኽፍሉን ትደልዩ እንተለኹም ስለምንታይ ኢራን ክትገብሮ ከለዳ ደይወሓጠልኩም ዘሎ ናታ ንብረት ከሎ ዝኾነ ከም ትሪእዎ ዘለኹም ነዚያ ዘረባ እዚኣ እዮ ኣብ ዶናልድ ትራምፕ ኣብቲ ፎክስ ሚድያ መፅኡ እውን ተዛረባ እንዳፅዋይ ድማ እዮም ብዙሓት ክኢላታት ዶናልድ ትራምፕ ዝገብሮ ዘሎ ቅንዕና ዘለዎ ኣካየድ ኣይኮነን ከምስል እዩ ምስ እስራኤል ክበኣስ ዝፍትን ዘሎ ድራማ እዮም ክገብሩ ዝፍትኑ ዘለዉ ተዋሰዊ ዝግበር ዘሎ እምበር ኣብ መወዳእታ ተመሊሱ ናብ ዓቢ ኩናት ክኣቱ ከም ዝኽእልን ነዳዲ ገለ ወፂኡ ቁርብቲ ቁጠባታት ተተረጋጊዎ ነቲ ዲፕሎማስን ሰላምን ዝበሃል ዘሎ ተጠቂሙ ከም ብሓድሽ ናብ ኩናት ክምለስ ከም ዝኽእል ዝገልፁ ዘለዉ ኬላታት እውን ካብ ዜሮ ተበጊሶም ኣይኮኑ ወይ እውን ጠቕላላ ጌጋ እዩ ክትብሎ ኣይትኽእልን ኢኻ እዝን ወዲ እዝን ኣብ ግምት እቲኻ ፈጺንካ ክእመኑ ዝኽእሉን ኣካይዳ ናቶም ድማ ውዱእ እዩ ኢልካ ክትዛረብ ኣይትኽእልን ኢኻ again ከምዚኣ ዝብላ ዘሎ እቲ ጉዳይ ናብ ዲፕሎማሲ ዝበሃል ዘሎ ገለመለ ዝብልዎ ዘሎ ኣብ መወዳእታ እውን ዋላ እውንቲ ዲፕሎማሲ ተባሂሉ ኣብ ሱሳ መዓልቲ ተሰማሚዖም ሕጂ ዘይተዛረብሉ ኣብተን ዓሰርተ ኣርባዕተ ነጥቢ ዘየለ ንስዑድያ ነተን ካልኦት ሃገራት ዓረብ ምስ እስራኤል ግድን ዲል ግበሩ ክብልዎም እዮም እዚ ኣካል ናቱ ምዃኑ ባዕሉ ይዛረብ ኣሎ ኣብዚ

ከም ትርእይዎ ዘለኹም ኩሉ እቲ ዝዛረቦ ዘሎ መጀመርያ እዚ ዝርርብ እዚ ብምሉእ እንተዘይሰሪሑ ኣሜሪካ ንወሽመጥ ሕርሙዝ ብሓይሊ ክትሕዘ እያ ይብላ ኣሎ ቅድሚ እዚ ዝርርብ ወሽመጥ ሕርሙዝ ብሓይሊ ከይትወስዶ እንታይ ከልኪልዋ ንዝብሎ መልሲ የብሉ ጀስት ብራግስ ቅድሚ ሕጂ ኣብ ቴሌቭዥን መፅኡ ካብ ኣይላንድ ብሓይሊ ክንወስዶ ኢና ዝተወደአ ነገር ይብል ነይሩ ካብ ኣይላንድ ወሰድካ ዋላ ዋላ ኣብ ወሽመጥ ሕርሙዝ መርከብ ክትእቱ ይከኣልካ ሕጂ ድማ በቲ ዕፅዋ ዝገበርዎ ቁጠባ ናቶም ክንፍንጅሮ ኢና ኢሎም ኢዲድን ሃብተን ባይ ዘ ወይ ነዳዲ ይሽየጥ ኣሎ ዝብል ቀዳማይ ዝሸየጥ ዘሎ ናይ ኢራን ነዳዲ እዩ ኢራን እያ ነዳዲ ናተ ሬድ ዝነበረ ወሽመጥ ሕርሙዝ ክፍት ምስ ኣበለቶ ታንከራት ናታ እዮም ቅድም ወፂኦም ምክንያቱ እቶም ካልኦት ውፁ ዝብል ትእዛዝ ስለ ዘይተዋህቦ በይን ኣሎ ፈንጂኻ ስለ ዘይፈልጡ ይጥንቀቑ እዮም ዶናልድ ትራምፕ ብቃላት ድማ ነጊሩ ሓንቲ መርከብ ነዳዲ ፅዒና ትኸይድ ካብ ሓሙሽተ ሚእቲ ሚልዮን ክሳብ ሓደ ቢልዮን ዋጋ ልዕሊ ቢልዮን እውን ይዋገእን ኢሉ ስለዚ ብዘይ ናይ ኢራን ፍቓድ ክኸዱ ይክእሉን እዮም ወላ ተኸፊቱ ኣሎ ተልካዮም ኢራን ውፁ በዚ መንገዲ ክሳብ ዘይበለቶም ክወፁ ተኮይኖም ክትውልዖም ትኽእል እያ ወይ ፈንጂ ክረግፁ ክእሉ እዮም ዳትስ ዋይ መብዛሕትኦም ክወፁ ዘይክእሉ ገለ ሰብ ክሕግዞም ክኽእል ኣለዎ ኩሉ እዚ ኣብ ግምት እቲኻ እቲ ዝብልዎ ዘለዉ ኢራናውያን እዚ ኩሉ ዝፍክርዎ ዘለዉ ኣብ ቴሌቭዥን ኦልሞስት ንሚትን ዓሰርተን መዓልቲ ከምዚ ፈኪሮም እዮም ኣብ ቴሌቭዥን ከምዚ ክንገብር ኢና ኣሜሪካ ከምዚ ክትገብር ትኽእል እያ ግን ኣይገብሩን እዮም ሪናዮ ኢና ባይታ ዋላ ሓንቲ ይተገበር ዋላ ሓንቲ ክግበር ኣይረኣናን ክፍፀም ኣይረኣናን ኢራናውያን ድማ ደይ ኖ ወት ደይ ሃቭ እንታይ ከም ዘለዎም እንታይ ለቨረጅ ኣለዎም እንታይ ዓቕሚ ኣለዎም ኪኒ ወሽመጥ ሕርሙዝ ባቤል መንደብ እውን ክልክትዎ ከም ዝኽእሉን ኣሜሪካ ኬናዱ ሽት ባዳቱ ምክንያቱ መራኽብ ኩናት ናቶም ብደቡብ ኣፍሪቃ ዚራ ትኸይ ዘላ እያ ንሑቲ ፈርዮም ዓፂናዮ ኣለና ከይበሉ ከለዉ ኦረዲ ናይ ቢልዮናት ዝዋግአን መራኽብ ኩናት ናቶም ኣክንዲ ብቀይሕ ባሕሪ ሓይለን ኣሚነን ነብሰን ኣሚነን ክሓልፋ ዝኽእላ ብደቡብ ናይ ኣፍሪቃ ገይረን ነዊሕ ኪሎ ሜተራት ተጓዒዘን እየን ዝኸዳ ዘለዋ ስለምንታይ ካብ ሑቲ ስለ ዝፈሩ ዘሎ ግደፍ ካብ ኢራን ካብ ሑቲ ይፈርሁ ኣለዉ ስለዚ እዝን ወዲ እዚ እናረኣኻ ኣብ ቴሌቭዥን መፂኻ ስለተዛረብካ ስለዝፈከርካ ስለዝሃደትካ ዝቕየር ነገር የለን ኣብ ባይታ ሰብ ካርድታት ነቲ ካርዲ ተቆፃፂሮም ዘለዉ ንሕና ኢና ንገብር ተደለና ንኸፍቶ ተደለና ንዓፅዎ I'm sorry you can talk all day and night ኣብ ባይታ ግን ኣብ ኢድና እዩ ዘሎ እቲ ካርድታት እቲ ካርድታት ድማ ኣብ ዝደለናዮ ሰዓት ክንጥቀመሉ ንኽእል እዮም ዝብሉ ዘለዉ ኣብዚ ትሪእዎ ዘለኹም ጀዲ ቫያንስ ዲስፖይንትድ ከም ዝኾነ እዮም ዝገልፁ ቢካዝ ፅቡቅ ዝኸይድ ዝነበረ ዘረባ ብሰንኪ እቲ ትዊተር ናይ ዶናልድ ትራምፕ ወይ እውን ብቴሌፎን ዝተዛረበ ዶናልድ ትራምፕ ምፍርራህ ከም ዝፈሸሎ ጄዲ ቬንስ ድማ ከም ዝሓረቐን ከም ዝተቆጥዐን እዮም ዝነግሩ ያ ኦፍ ኮርስ ከም ቢ ዲስፖይንትድ ዲስፖይንት ዘይገብር ምክንያት እውን የብሉን በት ኣት ኤንድ ኦፍ ደይ ከም ትሪእዎ ዘለዎም ዚስ ኣር ብዙሕ ነገራት ኢና ንርኢ ዘለና እቲ ኩነታት ድማ ቀሊል ከም ዘይኮነ ኢና ንጥምት ዘለና ዚስ ኣር ጎይን ቱ ቢ ቨሪ ቨሪ ኢምፖርታንት ምስ ግዜ እውን ንድ

ባይ ዘ ወይ እቲ ዝራኸብሉ ዘለዎ ፍሉይ ቦታ ፅቡቕ ሆቴል ዝበሃል ዘሎ ዊች ኢዝ ኣበይ ዘሎ እዩ ኣብቲ ጎቦታት ናይ ስዊዝ ዘሎ ኣብ ካልእ ግዜ ገለ ርእየኩም ነይረ ስለ ቀጠር እያ ትውንኑ ግርም እዩ ዝብለኩም ቀጠር ኢዝ ቨሪ ዌልቲ ካንትሪ ነቲ ቦታ ዝራኸብሉ ዘሎ ኣብ ስዊስ ኣዝዩ ፕሬሚየም ፋይቭ ስታር ሆቴል ኣብ ገቦ ኣዝዩ ፅቡቕ ዝኾነ ቦታ ዋና ናቱ ቀጠር እያ ስለዚ ቀጠር ስለ ትውንኖ እያ ኣብ ናይ ቀጠር ሆቴል እዩ ዝግበር ዘሎ ዋላ እኳ ኣብ ስዊዘርላንድ እንተኾነ ዋንነት ናቱ ናይ ቀጠር እዩ ቀጠር ድማ ብኸም እያ ሆስት ትገብሮም ዘላ ኣብ ቀጠር ዘይኮነስ ኣብ ውሽጢ ስዊዘርላንድ እቲ ዝበለፀ ሆቴል ኣብ ገቦ ዘሎ ዋና ናቱ ቀጠር ስለ ዝኾነት ቀጠር እያ ትገብሮ ዘላ ስለዚ ቀጠር ነቲ ዝምድና ነቲ ሰላም ነቲ ፖለቲካ ክንምንታይ ኢንቨስት ትገብረሉላ ኢና ንርኢ ዘለና ኣፍኮርስ ንሳ ከምዚ እናገበረት ከላ ኣብ ዓዳ ብርቱዕ ዝኾነ መጥቃዕቲ ተኻይዱ ኣሎ መን ከም ዝገበረ ይፍለጥን እዩ ኣብ ዝቕፅል ቪድዮ ሓበሬታ ደሊና ክነምፃልኩም ኢና ኣብቲ ናይ ነዳዲ ናይ ጋዝ ቦታ ራስ ለፋን ዝበሃል ብርቱዕ ዝኾነ መጥቃዕቲ ካብ ነዊሕ ካብ ርሕቀት ክረአ ዝኸኣለ መጥቃዕቲ ተኻይዱ ኣሎ ወይ እውን ፍንጀራ ተኻይዱ ኣሎ እንታይ ኣጋጢሙ መን ገይርዎ ጥርጠራ ናትና ኩሉ ግዜ ናብ እስራኤል እዩ ኩሉ ግዜ ግን እቲ ኩነታትካ ክንሪኦ ኢና ኢራን ክትገብሮ ከም ዘይትኽእል ኩሎም ይፈልጡ እዮም ከዚ ንኢራን ደዋፃ ስለ ዘይኮነ and uh, this is going to be very very important እዚ እቲ ቦታ ንብለኩም ዘለና እቲ ኣብ ላዕሊ ዘሎ ቡርገንሽቱክ እዩ ዝበሃል ኣዝዩ ብሉፅ ፕሬሚየም ዝኾነ ሆቴል እዩ ዋና ናቱ ድማ ቀጠር ስለ ዝኾነት እያ ቀጠር እያ ትገብረሎም ሓለፋ ገይራትሎም ዘላ ውልሲ ናበይ ከም ዝኸይድ ንሕና ድማ ነቲ ዘሎ ኩሉ ሓበሬታ ርኢ ቁፅር ኣቢልና ካብ ኩሉ መኣዝ ነምፃልኩም ኣለና ካባኻትኩም ንደልዮ ላይክ ምግባር ርእቶኹም ምፅሓፍ ምሕጋዝ ፊድባክ ምሃብ ቀንዲ ሸር ምግባር ላይክ ምግባር ድማ ልዕሊ ኩሉ ናብ ካልእ ንክንባፃሕ ናይዛ ቪድዮ ኣብዚ ክውድእ ኣብ ካልእ ክሳብ ንራኸብ ደሓን ኩኑ ተንኪ ቨሪ ማች